ከይትግረማ ዋጋ ክንደይ ሚእትን ሓምሳን ክዓቢ መዓት እዩ ክጽብቅ መዓት ኣንድዩ እዚኣስ እዚኣስ እንድዒ በቃ ፍቅሪ እየ ዘለኩ። ኣብ ሙሉእ ዓለም ዘለና ኣብ ኢድና ኣብ ሞባይልና እዩ ዘሎ ኣነ ከማን ቅድሚ ሕጂ ብዙሕ ኣቁሑት ስለ ዘይገዝእ ዝነበርኩ እየ ደይ ሙሉእ ቪድዮ ብምርኣይ ሙሉእ ሓበሬታ ውሰዳ።
ሰላም ክብራተይ ከመይ ቀኒኹም? ኣነ እግዚኣብሔር ይመስገን ፅቡቅ ቀኒ ሎማዓንቲ ካብ ሓድሽ ድየ ተመሊሰ ኣለኹ ሎማዓንቲ ብጣዕሚ ብጣዕሚ ብጣዕሚ ተሓዊሰ ተሓጊሰ እየ መፅእ ዘለኹ ብጣዕሚ ዝፈትዋ ንብረት ገዚየ ማለት እዩ ደቂ ኣንስትዮ ንፈልጥ ኢና ንብረት ክንገዝእ ከለና ማዕረ ክንደይ ደስ ይብለና ማዕረ ክንደይ ንሕጎስ ኣነ ከዓ ዳርጋ ሓሙሽተ ወርሕና ጌርና ዝገዛ ብሎሚ ፅባሕ ዩኖ ክፅብ ገይረ ኣይወሰንኩን ነይረ ካልዲያ ገፅ ፈትያ ካርት ገይረያ ነይረ ከቢራትኒ ሕጂ ኩሉ ግዜ እንድሕር ፈቲኻዮ ካርት ጌርካዮ ወይ ከዓ ንሓንሳእ ቢዩ ተሂብካዮ ክስታይ ይገብርዎ እዮም ኣብ ናይ ኦንላይን ተኮይኑ ክጎድል ከሎ ጎዲላላ ግን እንዳበሉ ኢሜይል ይገብሩልካ ኣብኡውን ክስታይ ይገብርዎ እዮም ማለት ኣብ ሓዳር መዓልታዊ ቼክ ትገብራ ነይረ ዝጎደለ ናብኣ ከለኹ ቀቀብ ደበልኩዋ ንብረት ሎማዓንቲ ከርእየኪ ብጣዕሚ ሓጎስኩላ ንብረት ማለት እዩ ብጣዕሚ ዝትሓጎስኩላ ንብረት እንደገና ከዓ ምንፃፍ ከዓ ዝገዛእኹዎ ብጣዕሚ ዓብ ምንፃፍ እሱ ዳኣ ዋላ ብሕሱር ክብል ይኽእል እየ ምስቲ ኣብ ካልእ ዝረኣኹዎ ከዓኒ ከዓ ከርእየክን እየ ማለት እየ ስለዚ እዚአን ክልተ ንብረት ዝገዛእኹዎ ናይ ሎማዓንቲ ከርእየክን እየ ካብኡ ድበልፅ ግን እንታይ ክብለክን ደልየ ትፈትዎኦ ንብረት ብጣዕሚ ትፈትዎኦ ደስ ድብለካ ንብረት ክትገዝኣ እንድሕር ደሊኻ። ኣበይ ትረኽባ ኣን ንመጀመርያ ግዜ እየ ኦርደር ጌሮሎም ምፍላጥ እፈልጦ ኔረ እየ ግን ንመጀመርያ ግዜ እየ ኦርደር ጌሮሎም ብሕጂ ግን ብዙሕ ኦርደር ክገብር እየ ምኽንያቱ ጽቡቅ ጽቡቅ ንብረት እየ ዋላ ግዜ ወሲደ ክገዝእ ኢለ ስለ ዝሓስብ ደለኹ ስለዚ ሼር ክገብረክኒ ካበይ ትረኽባ እንታይ ትረኽባ ኣነ ከመይ ገይረ እየ ነቲ ኩቡር ብሑሱር ማለት በቲ ንዓይሲ ዘዋጽኣኒ ዝገዝኦ ሼር ክገብረክኒ። ኣነ ሕጂ እዚኣ ከባቢ ኣርባዕተ ወርሕን ገለን ናብ ሓሙሽተ ወርሒ ዝጻጋገዐ እየ ካርት ገይረያ ዝኾነ ንገር ንብረት ደሊናዮም ዋእ በቃ ፈትያ እንድዮም ወይልና ብኹብር ካብ ምግዛእ ክንቁተብ ኣለና ኣነ ከምኡ ባህሪ ኣለኒ እዚ ናተይ ክትወስዶ ተደሊኽን ግዴታ ተዘይኮይንኒ ከምዚ ኢመርጀንሲ ገለ ተዘይኮይኑ ተጸብየ ግዜ ሂበ ምስ ጎደለ ገለየ ድገዝእ ወይ ከኣ ሓሳበይ ይቕይር እምበር ብጣዕሚ ኩቡር እዩ ስቲል ኩቡር እየ ገዚኤዮ ግን ካብቲ ዝነበሮ ይሓይሽ ማለት እዩ ግን ንነዊሕ ዓመት ዘጠቅመኒ ንብረት ክንገዝእ ከለና ነዊሕ ዘጠቅመና ሕጂ ነይሩ ኩቡር ኢምበር ክልተ ሽሕን ገለን ገለ ልዕሊ እዚ ዝፈትኹዎ ንብረት ነይሩ ኣይ ሚን ኮፊ ቴብል ነይሩ ግን ዋጋ እዩ ክወፅእ ማለት እዩ ምስ ቆልዑቲ ኣብዚ ጣውላ ኮፍ ኣቢለስ ኣነ ከዓ ብሴድያ ገይረ ኮፍ ክብል ኣለኒ ዋጋ ክወፅእ ኣለኒ ማለት እዩ ካብ ከምኡ ሕጂ እንታይ ትገብር ምስ ኪድስ ድ ምስ ቆልዑት ዝኸይድ እንደገና እቲ ፋሽኑ ዝሓለወ ሞደርን ዝኾነ እንደገና ከዓኒ ንፈትዎ ሕብሪ ገለ ግዘ ኣቢልና ኮፍ ነብሎኡ ብድሕሪኡ ሽዑ ተደልዮም ኣብዙ ኮፍ ይብሉ ተደልዮም በዛ ኣፉ ተደልዮም ኮሎ ነብልዎ ወላ ሓንቲ ይከውንኒ ዕንጨይቲ ዕንጨይቲ ወላ ሓንቲ ይከውንኒ ቀሲምካ ኮፍ ምባል እዩ ማለት ስለዚ እዚኣ ገዚእ ኣለኹ መርቓ ስለዚ እዚ ዓይነት ካብ ወይፌር ገዚኤ ወይፌር ደስ ዝበለክን ዓይነት ንብረት ደስ ዝበለክን ማለት እዩ ደስ ዝበለክን ደስ ዝበለክን ዓይነት ንብረት ብፍላይ ናይ ገዛ ንብረት ከምዚ ጽቡቕ ንብረት ዋላ ንመደቀስ ዝምልከት ንሳሎን ዝምልከት ንክሽነ ዝምልከት ኣለዎም ኩሉ ዓይነት ልክዕ ከምዚ ናይ ኣማዞን ኢኻ ውሕስነቱ ክትመልሶ ትኽእላ ኢኽን ልክዕ ከምዚ ናይ ኣማዞን መጺና ንብረት ኦንላይን ሰብ እየናዮ እንድሕር ደየበልና ድመልሱልና ከምኡ እዩ ማለት እዩ ክሰዱልካ ከለዉ ፌዴክስ እዮም ደምፅዎ ብጣዕሚ ውሑስ ይገለ ስለዚ ቸክ ክትገብሮ ትኽእል ኣይኽን ሓንትስ ብጣዕሚ ክቡር እዩ ሓንትስ ገሊኡ ኣሎ ፌር ኣሎ ሕጂ ከምዚ ፍሬም ናይ ዓራት ገርምታት ሕጂ ፅቡቅ ፌር ገለ ዓይነት ርኤ ነይረ ግን ኣሎ ብፍላይ እዚ ኮፊ ቴብላት ፅቡቅ እንድሕር ኮይኑ ፅቡቅ ከምዚ ሞዶር እንተኮይኑ ሓዊ ከም ዝተንከፍ ከዓ ግን ቸክ ግበሮ እተን ፅቡቅ ትፈትዋ እሞ ከዓ ዓቅሚ ደለክን ቸግበሮ እንተዘይኮይኑ ሓጥእ ዓቅሚ ዘይብልክን ከምዚ ናተይ ከኣኒ እንታይ ትገብራ ካርት ትገብሮ ድጎድለሉ ግዜ ኣሎ ስፔሻሊ ከኣኒ ብላክ ፍራይደይ እዚ እንታይ ድበሃል ቦክሲን ደይ ገለገለ ልክዕ ከምዚ ካልኦት ሾፒን ኣብዚ ኢምፐርሰን ንኸዶ ልክዕ ከምኡ እዩ ዝጎድል ወይ ከኣ ከምዚ ከኣ ኖርማል ካርት ጌርክንኦ ከኣ ትጸንሓ ዝኾነ ዓይነት ንብረት ዋላ እንታይ ቢኬር ዘይትኸውን ይነግሩኽን እዮም ክጎድል ከሎ ጎዲላ ኣላ እዛ ካርት ጌርክያ ደለኽሲ ክንዲዚ ፐርሰንት ጎዲላ ኣላ ኢሎም ወይ ኢሜይል ይገብሩልክን ወይ ከዓ ኣብኡ ትርእየኽን ኣብቲ ኣፕሊኬሽን ምስ ኣተኽን ማለት እዩ ስለዚ ኣነ ከምኡ እየ ገይረ ተጣቢበ ድገዝእ ንብረት ከምኡ ገይረ ክልተ መዓልቲ ከማን ኣይጸንሐትን ስቲል ካብቲ ሬጉላር ዋግኡ ጎዲሉ እንድዩ ዘሎ ግን ካብኡ ንላዕሊ ጎዲሉ ነይሩ ኣነ ክገዝኦ ከለኹ ሕጂ ከዓ ቁሩብ ወሲኾምላ ኣለዉ ማለት እዩ ግን እቲ ሳይዝ ይፈላለዩ እቲ ካብዚ ዝዓቢ ሳይዝ ዓብ ኣሎ እሱ ኣይጎደለን እሱ ኣይጎደለን ሓዊ ሓዊ ብዛዕባ እዚ ምንፃፍ ዝምልከት ነጊረክን ኣለኹ እዚ ምንፃፍ ተሃዊኽ ግን ኣብ ዝኾነ ከምዚ ሕጂ ምንፃፍ ንኣብነት ዓብ ምንፃፍ ደሊኽን ንበል ኣብ ሓደ ቦታ ከይድክን ዋይ በቃ እሞ እዚኣስ ፈትየያ እየ ገለ ኢልክን ኣይትግዝኣ ካብኡ ዝበልጽ ግን ብሕሱር ክትረኽባ ስለ ትኽእላ ኣነ ብቐዳማይ ትንዕ ትንዕ ኢለ ነይረ ብዚ ሆም ዲፖት ሽዑ መሊሰ ከኣ ዋእ ዋላ ንእሽተይ ምንጻፍ ክገብሪ እንታይ ጓለይ ዝብላሽ ዝገንዘብናሲ ንምንጻፍ ክንድዚ ገለ ኢለን ጸርጺረ መጽየ ማለት ሽዑ በዓል ቤተይ እንታይ ኢልኒ ኣይ ፕሮሚስ ደልየ ደልየ ከምታ ደሊኻያ ዘለካ ሕስርቲ ከምጻልኪ ኢልኒ ክሬዲት ንዕኡ ማለት እዩ እዚኣ እሱ ይምጽዋ እዚኣ መንጸፍ ብጣዕሚ ዓባያ በዚ ጎኒ ክሰህ ገብረልክኒ ካብዚኣ ናይ ዳይኒን ኤርያ ብቐዳማይ ዘርኣኹኹምሲ ክንደኣን ፈረቓን እያ። ሕጂ ክንደኣን ፈረቓን ከኣኒ ክንድዚ ሜትሮ ከይብለክን ይሓስኮን ዘለኹ ብሓጺሩስ ዓብዪ ነዛ ንዓብ ሳሎን ዝሽፍን ማለት እዩ ዓብዪ እዩ ኣብ ሆምዲፖ ዳርጋ ምስ ታክስ ገለሽ ናብ ኣርባዓ ማዕተ ሚእቲ ዝጸጋጋዕ ነይሩ እንደገና ሕብሩ ከማንሲ ብዙሕ ጽቡቅ ኣይኮነን እዚ ግን ኤግዛክትሊ ከምዚኣ ማች ማለት እዩ ምዛ ናይ ዳይኒን ኤርያ ኣብ ካስኮ ረኺብዋ ከይትግረማ ዋጋ ክንደይ ሚኢትን ሓምሳን ክዓቢ መዓት እዩ ክጽብቕ መዓት ኣነ ፍኹስ ዝበለ መጸን እየ ድፈቱ ፍኹስ ድበለ እዩ ክተልዕሎ ገለ ኢዚ እንደገና በቃ ከምቲ ደልየ ዝነበርኩ ሕብሪ ኮምፎርተብል ገለ እዩ ሶ ምንጻፍ ትሪኣ ዘለኽ እንተኮይን ግን ኣብ ኣሜሪካ ደለኽን ወይ ኣብዚ ካናዳ ደለኽን ኣብይ ኮይኑ ኣሎ መስለኒ ኣብ ካስኮለክን በብዓይነቱ ምንጻፍ ክጽብቕ መዓት እንደገና ካብ ናተ ኤክስፕሬንስ ክነግረክ እንተኮይነ ቆልዑት ተለውኹን ብፍላይ እምበር ዋላ ቆልዑት ኣይሃለውኹን ኣነ ኣይፈትወን ሓደ ግዜ ገዝኤ ነይረ ዝጨጓር ምጻት ምሻሉ ከምኡ ኣይትግዛእ ብጣዕሚ እዩ ኣድካሚ ብጣዕሚ ኣነ እንድዕ በቃ ኮቦርታ ነገር እዩ ዝቕየረካ ሓዋን ከምዚ ማራ ለማጽ ክሳይ ዘይኮነ ማራ ከዓ ጎፍጓፍ ዶ ይኮነ ምንጻፍ ካብ ናት ኤክስፔሪንስ ከምኡ ግዛ ሓደ ግዜ ትዝክሮ ኢኺ ናብቲ ሓደ ገዛ ከለኹ ቶንኮበት እየ ገይረ ነይረ እዚ ናይ ኣብሳይድ ኣብ ዓዲ ናብ ቤተክርስትያን ገለብ ሃገረ ሰብ ዝገብሮ ከምኡ እየ ገይረ ነይረ ሕጂ ግን መፃወቲ ቦታ ስለ ዘለዎም ቆልዑት ገለ ኢለ ደፊረ ንቃት ምንጻፍ ገይረሉ ኣለኹ እዚ ገዛ ዕዳ ዕዳ ስላሴ ዕዳ ዕዳ ስላሴ ጋይስ ርሑስ ንብረት በላኒ ምለሰክኒ ኣብዴት ክገብረክኒ ቸግበሮ ኢኹም ፌር ደስ ብለክ ንብረት እንድሕር ኣሎ ኦፍኮርስ ክቡር እዩ ሕሱር ኣይኮነን ግን ገለ ገለ ከዓ ኣሎ ኩሉ ይኮነን ክቡር እምበር እዚ ፈርኒቸር ገለ ግን መሰክሒ ፈርኒቸር መሰክሒ ብጀካ ቁሩብ ፌር ዝረኣኹዎ ናይ ዓራት ነገር ነይሩ ናይ ዓራት ነገራት ገለ ናይ ቤድሩም ነገራት ቁሩብ ፌር ዝኾነ ርኤ ነይረ ሶ ዋእ እዚኣስ እዚኣስ እንድዒ በቃ ፍቕሪ እየ ዘለኹ ክትፅቡቕ መዓት ጣውላ ፍላት እያ ሳሎነይ ፍላት ስለ ዝኾነ ብላዕሊ እዩ ከምዚ ዕብ ኢሉ ስለ ዝኾነ ብላዕሊ እዩ ዓብ ዝመስል እምበር ፍላት እዩ ሳሎነይ ማራ በርሕ ገለ ኣይኮነን እዚኣ ከዓ ምስኡ ትኸይድ ፍላት ዓይነት ጣውላ እያ

ሳብስክራይብ ግበራ ዝኾነ ዓይነት ሕቶ እንድሕር ኣለክን ፕራይቬት ኣብ ኢንስታግራም ቮይስ ግደፋለይ ኣድላይ ተኾይኑ ከምዚ ምሻሎ ግዜ ረኺበ ገለ ክምለሰክን እየ እንተዘይ ኮይኑ ከዓ ብቮይስ ክምለሰክን እየ ዘይደወልኩልክን ገለ ኣይትሕርቓ ኢኽን ክቡራተይ ቆልዑት ኣለውኒ ቆልዑት ኣለውኒ ትፈልጣ ኢኽን ቆልዑትካ ቴለፎን ብዙሕ ዘየብሉ